ወይኒ ኣነ ይሕሸካ ምሳየይ ንበር እናበለቶ እያ ኣነ ወሓለ እየ ምግበይ ጥዑም እዩ ገዛውን ስለ ዘለኒ ምሳየይ ንበር እናበለቶ እያ ኣሌክ ደሞ ደስ ኢልዎ ተቐቢልዋ እዩ ሊሊ ታይ ይስምዓ ይኾን ሰላም ተይረሳዕኩ ናይ ህዩ ላይፍ ቻነል ተኸታተልቲ ዝኾንኩም ከመይ ኣለኹም ደሕና ደኹም ኣነ ሰላም እየ እግዚኣብሔር ይመስገን ሃምታ ኣነ ሰላም ዘለኹዎ ንስኹምለ በብዘለኹሞ ሰላም ክትኮኑለይ ናይ ኩሉ ግዘ ትምኒተይ ዩ። ናይዚ ቻነል ቤተሰብ ዝኾንኩም ከምቲ ኩሉ ግዘ ትገብሩለይ ምብርጻዕ ምብርጻዕኹም ኣይፈለየኒ ናይዚ ቻነል ቤተሰብ ዘይኮንኩም ደሞ ላይክ እና ሳብስክራይብ ብምግባር ቤተሰብ ኩኑ። ኩለኩም ፈቱኩራት ኣሕዋተይ ንትገብሩለይ ምብርጻዕ ብጣዕሚ ብጣዕሚ እናመስገንኩ እየ። እና ሎማዓንቲ ብሓድሽ ትሕዝቶ እየ መፂኦኩም እኒኹ እቲ ትሕዝቶ ድማ ብዛዕባ ኣሌክ ሊሊ ወይኒ ዝብል እዩ። እንታይ እዮም ገይሮም ወይኒ ኣብ ዝሓለፈ ውህብቶ ሂባቶ ነይራ ንኣሌክ ደስ ኢልዎ ተቐቢልዋ ርኢና ኢና። ሊሊ እንታይ ዓይነት መልሲ ሂባቶ ወይ ከዓ ከመይ ዓይነት ኣቀባብላ እያ ተቐቢላቶ ልብል ሓቢርና ንሪኦ ይኾን። ናብኣ ክብለኩምየ ክሳብ መጨረሻ ሓቢርኩምኒ ጽንሑ። ካብዚ ንመሃሮ ይኹን ንርድኦ ነገራት ብዙሕ እዩ ለሎ ግን ኣብዚ ኣብ ለሓለፈ ውህውቶ ሂባቶ ነይራ ከም ንፈልጦ ወይኒ ንኣሌክ ውህውቶ ሂባቶ ነይራ እቲ ውህውቶ ደሞ ደስ ኢሉ ተቐቢልዎ እቲ ውህውቶ እንታይ እዩ ሞባይል እያ ሂባቶ ነይራ ሞባይል ተናዲዳ ንምንታይ ምስኣ ትኾን ንምንታይ ምስኣ ክርእየካ ኣይደልን ብዝብል ሊሊ ብንዴት ስሜታዊት ኮይና ሴራትሉ ነይራ። ወይኒ ድማ ብግፍት መልክዑ ኣምፅያ ሂባቶ ማለት እዩ። ንሱ ደሞ ተቐቢልዋ ደስ ኢልዎ ርኢና ነይርና ኢና። ሎሚ ድማ እንታይ እያ ትብለላ ብቐደማይ ምስኣ ስራሕ ብዛዕባ ስራሕ ኢና ንራኸብ ነይርና ብስራሕ ኢና ምስ ኣሌክ ንራኸብ ነይርና ምንም ለራኸብ ነገር ኣይብልናን ከም ሓውን ሓፍትን ኢና እያ ትብል ነይራ። ማለት ካብኡ ወፃኢ ምንም ዘራኽብ ነገር ከም ዘይብሎም እያ ትናገር ነይራ ወይኒ ተኾነ እንድሕር እዚ ጉዳይ እዚ ልልል ደስ ለይብላ ኮይኑ ደሞ ኮነ ቋረፅ ኢና ላበለት ኢና ርኢና ነርና። ሄዚ ግን ብኣንፃሩ ክትርሕቕ ዘይኮነስ ክትቀርብ ኢና ንሪኣ ኣለና ማለት እዩ። ገዛየ ምፃእ ብሓደ ክንነብር ኢና ገዛይ ይሕሸካ ምግበይ ጥዑም እዩ ኣነ ወሓለ እየ እያ ትብለላ ማለት እዩ ከም ልመስለኒ ወይኒ ሓርያ ስሊ ድያ ዋላስ ላብኣ ገጽ ድያ ከተዘዝዮ ደልያ እዛ ናይ ሊልና ናይ ኣሌክ ክፍተት ድያ ትጥቀመላ ደልያ ኣነ ኣይተረዳኒ ብሓቂ ማለት እዩ ግን ገዛይ ንዓ ለኣሌክ ጸዊዓ ንሱ እውን ከይድዋ ገዛዬ ምሳይ ንዓ ምሳይ ተቐመጥ ገለ ኢላቶ ማለት እዩ ምሳይ የኾን ማለት ናይ ኣብ ደገ ስለ ለለኻሲ ደገ ደገ ስለ ትውዕል ትሓድርስ ምግቢ ናይ ደገ ኢኻ ትጥቀም ኣለኻ ናይ ደገ ምግቢ ደሞ ኣይሰማምዐካይ ጨጎራኻ ይሕመካ እዩ እና ኣነለ ክሕመካ ክኸፍዐካ ስለ ለይደሊ ጸሊምካ ሓሚቕካለ ስለ ዘለኻ ስለዚ ለቆረብ ጊዘ ገዛይ የኾን ክላስ ኣለኒ እዩና ንዓ ምሳይ ተቐመጥ እያ ትብለላ ማለት እዩ ክብራት ኣሕዋተይ ወሓጥዮ ተወልኩዋሲ ትጎስሞ ዲል ባል እለ ነገር። ምስል ኣባላሽዮ ክኾን ይኽእል እየ ግን ልምንታይ እየ ከምኡ ኢለ ኣብ ልሓለፈ ብሓደ ሪኣቶም ኣይኾነይ ዶ ኣብ ሓደ ገዛ ተቐሚጦም ደገ ደገ ብሓደ ብስራሕ ምኽንያት ኢና ንራኸብ ኣለና ላወልልሃ ኣለው ምሳኣ ክሪኤካ ኣይደልን ካብ ሂወትካ ኣውጻኣያ ኢላ ክሳዕ ሕዚ ተባኢሶም ኣለው ከምቲ ልፍለጥ ሊልና ኣሌክ ማለት እዩ ስለዚ ህዚ ኸኣ እሞ ኣብ ገዛይ ምሳይ ተቐመጥ ብሓደ ክንነብር ኢና ልብል ክትሰምዕ ከላ ታይ እይ ክትስምዓ ታይ እያ ክትብል ሊሊ እንድዒ ኣነ ኣነ ብወገነይ ኣይተረደእኒ ዋላ እውን ኣይደገፍኩዎን ምክንያቱ ኣብዚ ክትገብሮ ዘለዋ ወይኒ ክትገብሮ ዘለዋ ነገር እንተሃለየ ክቡራት ኣሕዋተይ ሊልና ኣለ ከተተዓርቆም ፈቲና እያ ብሓቂ ፈቲና እያ ኣይተሳኸዐልናይ ግን ሶቅ ክትብል ነይራ ባዕሎም ክሳዕ ዝረዳድኡ ወይኒ ኣብ መንጎ እዚ ክትኣቲ ኣይነበራን ካብኣቶም ክትገልል ነይርዋ ማለት እዩ ምክንያቱ ናይ ምፍልላዮም ወይ ከዓ ናይ ምበኣሶም ጠንቂ ክትኮን ኣይብላይ በሃሊት እየ ጠንቂ ተኾይና እውን ባዕሎም ክፈትሕዎ ካብኣቶም ክትገልል ነይርዋ እየ ኢለ ኣነ ማለት እዩ ግን ወይኒ ካብኦም ለይኾነት ገሊላሲ ንዓቶም ልገደደላ ልገደደ ነገር ልወስድ እያ ትገብርላ ንሓምሳይ ይኹን እያ ትብለላ ማለት እዩ ብሓቂ ኣሌከውዚ ኣሓጒስኒ እዩ ምክንያቱ ከምቲ እሳ እሳ ዝተጸበየቶ ኣሌክ መፂኡ ተረዳዲኦም በቃ እሺ ሓቅኺ ኢኺ ኢልዎ ኢሉ ክኸድ ምስኣ እያ ተፀቢያ ነይራ ግን ዘይተፀበየቶ ነገር እዩ ፀኒሕዋ ኣሌክ ኣይኸዲ ከም ልመስለኒ ደስ ኣይወለይ ንምንታይ እያ ትብለንላ ብልብል እዩ ተረዲእዋ ግን ለኣ ኣይ ኣይኸዲ ማለት በይነይ ክኾን ስለ ዝደለኹስ ንቆርብተይ ግዘ በይነይ ክኾን ኣለንና ስለ ልሓለኽለይ የቀንየለይ ብጣዕሚ እየ ዘመስግነኪ ግን ምሳኺ ክኸይድ ኣይኽእል እይ ኢልዋ ማለት እዩ ወይኒ ድማ ኣውዚ ክትናደድ ኢና ንተዓዚብናያ ማለት እዩ ንምንታይ እዩ ንምንታይ እያ ክትሓርቅ ከይላ ማለት ከምቱ እሳ ትብሎ ኣብ መንጎኦም ክኣቲ ኣይደሊ ብሰንከይ ክበቀሱ ኣይደልዩን ሊሊ ክትጸልኣኒ ኣይትደሊ እናበለት ነይራ ምሳይ ኢለ ከድካ ኢላ ከመይ ኢላ ንምንታይ ክትሓርቕ ክኢላ ኣይተረድእኒ ኣነ ማለት እዩ እሳ ጓል ኣንስተይቲ እያ ንሱ እውን ወዲ ተባዕታይ እዩ ካብኡ ድማ ናይ ባዕለይ ህይወት ኣለኒ እናበለት እያ እና ከመይ እያ ሓሲባታ ኣነ ኣይተረድእኒ ብሓቂ ማለት እዩ ግን ሊሊ ወይኒ ትውለላ ምሳይ ይንበር ምሳይ ይንበር እዩ ነቲ መልእኽቲ ማለት እዩ ካብኡ ላብ በዓል ኣዲያ እንትን ክትውለ ነይራ ክትውለ ደልያ ዋላ እንታይ እያ ኣይተረድአኒ ብዝኾነ ኣሌክ ግን ኣውዚ ፅቡቅ ጌርካ እንኳዕ ለይምኻድካ እየ ኢለ ኣነ ወይኒ ኣውዚ ፅቡቅ ኣይተሰማዕን ፍቅሪ ኔዋ ግዲ እዩ ምስ ኣሌክ ልብል ጥርጣሬ ክሓድረና እያ ጌራ ማለት እዩ ጋይስ እና ንስኹም ከ ታይ ትብሉ ማለት ወይኒ ንዓናይ ብምባላ ምሳይ ይኺድ ብምባላ ፅቡቅ ዶ ፅቡቅ ሓሳብ ድዩ ትብሉ ወይስ ኣሌክ ብለይ ምኻዱ ከ ፅቡቅ ዶ ወይ ተጋግዩ ንሳ ሓልያቱለ ድያ ዋላ ካሊእ ድያ ሓሲባ እንድዒ ከም ንመስለኒ ሓልያቱለ እያ ንሱ ደሞ ብምንታይ እዩ ተረዲእዎ ክኸድ ከም ዘይክእል እዩ ነጊርዋ ናቱ መልሲ እዩ ሂብዋ ማለት እዩ ንስኹም ከ ታይ ትብሉ ግን ምሳይ ዘይኸድካ ኢላ ሓሪቓ ኢና ከምቲ ቪድዮ ልረናዮ እቲ ቪድዮ ምሉእ ከየምፀልኹም ኮፒ ስለ ልሕዘኒ እዩ እምበር እና ብጣዕሚ እያ ሓሪቃ ገለ ማለት እዩ እና ንምንታይ ክትሓርቅ ኪኢላ ኣነ ኣይተረደኒ ሓልዮ ተኮይኑ ኣይ ሓልየልካ እየ እምቢ እንድሕር ምሳይ ክትከልይ ደለኻ ቤንኻ ክትኮት ተደሊኻ ጽቡቕ ኢላ እያ ክትፋነዎ ነይርዋ ግን ሓሪቓ ኢና እንትን ኢልና ማለት እዩ እና ንስኹም ከ እንታይ ትብሉ ማለት መኒኦም እዮም ኣውዚ ትኽክለኛ ኣነ ናተይ ኣደክ ትኽክለኛ ገይሩ እየ ልብል ምክንያቱ ምስ ልልብ ከምዚ ኩነታት ከለዉ ምስኣ ተኸይዱ ዝኸበደ ነገር ኢላ ልብኣሰ ነገር እዩ ክኸይድ ሕዚ እምቢተይል ግን በይኑ ምስ ነብሱ ኣዕሊሉ ናታ ድዩ ናቲ ጌጋ ንሳ'ውን ሊሊ'ውን ምስ ነብሳ ሊላ ክረዳድኡ ብሓደ ክነብሩ ክቕጽሉ ይኸእሉ እዮም። ምሀዚ ምስ ወይኒ ተኸይዱ ግን ብዙሕ ነገር እዩ ልፋርሶም ኣሎ ማለት እዩ። ክብራት ኣሕዋተይ እና ሎማዓንቲ ሒዘልኩም ዝመጻኹ ትሕዝቶ ነዚኣ ትመስል ነይራ ብሓቂ ቱብ ኣብ መጸለይ ሓሳብና እቲ ኣምሃሪ እዩ ኢለ ዝሓሰብክዎ ብልክዕ ኣይገለጽክዎይ ዘረባ ስለ ዝጠፍዐኒ ማለት እዩ ግን ተረዲእኩም ክኾን ተስፋ ይገብር ከምቲ ኩሉ ግዜ ትገብሩለይ ምብርታ ምብርታኹም ኣይፍልኒ ላይክ ሸር ከምኡ እውን ሃናፅ ርእይቶኹም ተፈትሖማ እውን ናብ ትፈትዎም የዕሩኽትኹም እና መሓዝትኹም ሸር ብምግባር ኣካፍልዋ ኢኹም እዛ ቪድዮ ንኣፈተኹም እና ሃናፅ ርእይቶኹም ደሞ ኣይፍልኒ ክቡራት ኣሕዋተይ ማለት እዩ ጌጋ ተሃልዩ ዋለ እዚ ኣስተካክል ኢልኩም ኣብ ኮመንት ጸሓፉለይ ኮመንት ይርእየ ይምልስ እውን እየ እና ንትገብሩለይ ምብርታዕ ብጣዕሚ የመስግን ክሳብ ካልእ ትሕዝቶ ንራኸብ ሰናይ ግዜ ሰናይ ቅንያት ክኾነልኩም ይምነ